ኣብ ክልል ትግራይ ተኸሲቱ ንኣስታት ዓሰርተ ሓደ ኣዋርሕ ዝቕፅል ዘሎ ቅልውላው ዝሓለፈ ሕዳር ክልተ ሽሕን ዕስራን ወያነ ኣብ ልዕሊ ፈደራላዊ ሰራዊት ኢትዮጵያ ሰሜን እዝ ብዝፈፀሞ ናይ ቃፃ መጥቃዕቲ ዝተወልዐ እቲ ጃንዳውን ንባዕሉ ዝተጃህረሉ ከም ብርሃን ፀሓይ ድሙቕ ዘየማትእ ፍፃሜ እዩ። ውጥን ናይቲ ሕልማዊ ዕንደራ ነቲ ሰማንያ ሚእታዊት ኣጽዋር ኢትዮጵያ ዝዓጠቐ፣ ኣብቲ ክልል ዝነበረ ልዕሊ ሰላሳ ሽሕ ሰራዊት ደምሲስካን ዕጥቁ መንዚዕካን ናብ ኣዲስ ኣበባ ብምግስጋስ መንግስቲ ምግልባጥ፣ ድሕሪኡ እንተተኻኢሉ ንኤርትራ ምውራር'ዩ ነይሩ። ድሕሪ'ቲ ሃንደበታዊ መጥቃዕቲ ዝተቓልዐ ሚስጥራዊ ሰነድ ወያነ ከም ዝኸሸሖ ድማ፣ እቲ ውጥን ኣብ ኣኼባ ማእከላይ ሽማግለ ናይቲ ውድብ ተዘትይሉ ዝጸደቐ'ዩ ነይሩ። ዕንደራ ወያነ ዛጊት ኣውሪድዎ ዘሎ ዕንወትን ኣኸቲልዎ ዘሎ ሰብኣዊ ቅልውላውን እምብዛ ከቢድ'ዩ። ኣብ ባይታ ዘሎ ሓቂ ድሙቕ እናኾነ ግን ኣብ ዝሓለፈ ኣዋርሕ ነዚ መዳርግቲ ዘይብሉ ገበን ብምኽዋል ንወያነ ካብ ተሓታትነት ንምድሓን ጥራይ ዘይኮነ ነቲ ሓጥያት ናብ ካልኦት ንምስልባጥ ብስም ሰብኣዊ መሰልን ሰብኣዊ ሓገዝን ክካየድ ዝጸንሐ ኣእዛን ዘደንቁር ውሁድ ፕሮፓጋንዳዊ ዘመተ ኣዝዩ መስደመም እዩ። ገበናት ወያነ ኣብ ሕዳር ክልተ ሽሕን ዕስራን ዝጀመረ ኣይኮነን። ኣብ ሽሕን ትሽዓተ ሚእትን ቴስዓን ሸሞንተን ኣብ ልዕሊ ኤሪትራ ኩናት ብምእዋጅ ዘውረዶ ዕንወትን ኣብ ሰለማዊ ህዝቢ ዝፈጸሞ ሰፊሕ ናይ ኩናት ገበንን ብጭብጥታት ስኑድ እዩ። ባዕላቶም ኣሜሪካን ሕብረት ኤውሮጳን ኣውሓሲ ኮይኖም ዝፈረምሉ ናይ መወዳእታን ቀያድን ብይን ብምሕሳም ን ዒስራ ዓመታት ኣብዚ ዞባ ዝፈጠሮ ወጥሪ ኣብ ሶማል ዝፈጸሞ ወራርን ዕንወትን ኣብ ህዝቢ ኢትዮጵያ ዘውረዶ ግፍዕን በደልን ከቢድ ግህሰት ሰብኣዊ መሰልን ብቐንዱ ብባርኾት ኣሜሪካን ሰብ ኪዳና ሃገራት ኤውሮጳን ምንባሩ ድማ ታሪኽ ዝሰነዶ ዘሕንኽ ዛንታ እዩ። እዚ ሕጂ ኣብ ኢትዮጵያ ተኸሲቱ ዘሎ ንዞባ ቀርኒ ኣፍሪቃ ብኣሉታ ዝጸለወ ጸጥታዊ ሽግርን ሰብኣዊ ቅልውላውን እምበኣር መቐጸልታን ውጽኢትን ናይቲ ወያነ ኣብ ዕስራን ሸውዓተን ዓመታት ዘመነ ስልጣኑ ገዚፍ ምወላን ምትብባዕን ሃገራት ምዕራብ ሰኒቑ ክፍጽሞ ዝጸንሐ ኩሉ ዝፈልጦ ገበናት እዩ። ወያነ ብቑጠዐ ህዝቢ ካብ ስልጣን ምስ ተደርበየ ድማ ብቕጽበተ ተስፋ ናብ ሽርሓዊ ተግባር ብምውራድ ነቲ ኣብዚ ዞባ ዝተኸስተ ናይ ሰላምን ምትሕብባርን ሃዋሁ ንምዝራግ ኣብ ትግራይ ተሸጒጡ ክዕንቅጽ ጸኒሑ። ኣብ መወዳእታ ከኣ ነብሰ ቅትለታዊ ስጉምቲ ወሲዱ። ኣብዚ ወያነ ብርዑድ መንፈስ ናብዝን ናብትን እናተላኸዐ ዘዕለብጠሉ ዘሎ ናይ ቅብጸት ሰዓታት እምበኣር፣ ህዝቢ ኢትዮጵያ ነብሱ ክከላኸልን ድሕነቱ ከውሕስን ባህርያውን ሕጋውን መሰሉ እዩ። ግደ ሓቂ፣ ማሕበረሰብ ዓለም ክኹንኖ ዝግባእ፣ ጃንዳ ወያነ ካብ ሕጋዊ ተሓታትነት ንምምላጥ ንህዝቢ ትግራይ ጅሆ ሒዙ ንኸቢድ ሕሰም ንምቅልዑ ዝፈጸሞን ዝቕጽሎ ዘሎን ኣዕናዊ ተግባራት እዩ። ነዚ ሚልዮናት ቆልዓ ሰበይቲ ኣብ ደልሃመት ዝሸመመ ኢሰብኣዊ ተግባር ኣብ ክንዲ ምኹናን ብዝተፈላለየ ጸቕጥታት ንውሑዳት መጋበርቲ ገበነኛታት ከተድሕን ምህቃን ከኣ ታሪኽ ይቕረ ዘይብሎ ዘይፍትሓዊ ተግባር እዩ። ኣብ ከምዚ ዝኣመሰለ ኩነታት እምበኣር ብኣሜሪካን ሰብ ኪዳና ዝኾና ሃገራት ኤውሮጳን ዝሓልፉ ውሳነታትን ዝውሰዱ ስጉምትታትን ቀንዲ ኣዕኑድ ኣህጉራዊ ሕግታት ከምኡውን ናጽነትን ሉኣላውነትን ሃገራትን ህዝብታትን ዝግህሱ፣ ኣብ ጠቐነን ምስይጣንን ዲፕሎማሲያዊ ምጉጣይን ዝኣመሰሉ ዝምርኮሱን ዝኣምኑን ስለዝኾኑ ብርትዕን ሕግን ቅቡላት ኣይኮኑን።